ሓደ ሚልዮን ዶላር ተዓዊቱ እዚ እትሪእዎ ዘለኹም ሓውና ኤርትራዊ እዩ ብርሃነ መሓረና ከዓ ይበሃል መጀመርታ መጀመርታ ንብርሃነ መሓረናን ስድራ ቤቱን ኣዝማዱን ጎረባብቱን ደቂ ሓቦ ሓትኑ ኩል ብኮታ ዓሰርተ ዓሌት እንቋዕ ሓጎሰኩም ክብል ይፈቱ ሓደ ሚልዮን ዶላር ኢለኩም ንኣፍ ኣይኮነን ብርሃነ መሓረና ትራክ ድራይቨር እዩ ኣብ ቨርጂኒያ እዩ ዝቕመጥ ኣብ ኣሜሪካ ማለት እዩ ሕጂ ኣጋጣሚ ሓንቲ ሎተሪ ገዚኡ ኣብ ቨርጂኒያ ከሎ ማለት እዩ ቨርጂኒያ ከሎ እታ ትኬት ገዚእዋ ሽሕን ሽዱሽተ ሚእትን ሽሕን ሽዱሽተ ሚእትን ኪሎ ሜትር እዩ ዘውዩ እታ ትኬት ገዚእዋ ሒዝዋ ግን ናይ ትራክ ድራይቨር ሂወት ትፈልጥዎ ኢኹም ጌና ካብ ቨርጂኒያ ክሳዕ ቴክሳስ ዝበፅሕ ኣይፈለጠን ከም ተዓወተ ድሓር ኣብ ቴክሳስ ምስ በፅሐ ግን ተረኣየ ቸክ እንተገበረ ሓደ ሚሊዮን ዶላር ዕውት ከም ዝኾነ ፈሊጡ ማለት እዩ ኣብ ሰዓት እዚ ብርሃነ ኢንተርቪው ምስ ገበርሉ እንታይ ተሰሚዑካ ማለት ሲ እንታይ ስማዓካ ኣለዎ ሽዑ ዋንስታይ እንታይ ጌርካ ኢሎሞ ክቋጸጸሮ ኣይከኣልኩን ሓጎሰይ ክገልጽሲ ዝገብሮ ጠፊኡኒ በቃ ኣብ መኪናይ ኮይኑ ዝተጸሊለ ብሓጎስ በቃ ሓጎስን ንብዓትን ተሓዋዊሱኒ ክብል እዩ ገሊጹሎም ገለ ካብ ዝተሰማዓካ ነገራት እስከ ንገረና ምስ በልዎ እዛ ዓመት እዚኣ ብጣዕሚ ጽቡቕ ዕድል ዘለዎ ዓመት እያ ኢሉ ማለት እዩ ስለዚ ክቡራትን ክቡራንን ደቂ ኤረይ እዛ ዓመት እዚኣ ዓመትና እያ ናይ ሙባራክ ታሪክ ሪኢኹሞ ኢኹም ሓደ ንስድርኡ ወፅዓ ስድርኡ ዝረኣየ ንስድርኡ ክሕግዝ ዝበለ ክኾነለይ ዝበለ ተስፋ ዘይቆረፀ ሕነ ከለ ዘይብል ብእግዚኣብሔር ዝመፅእ ተገይሩሉ ኮይኑሉ ናይ ብርሃነ መሓረኛ ከዓ ትሪኦ ኣለኹም ሎተሪ ገዚእዋ እታ ሎተሪ ከማንሲ ካብ ሓደ ሱፐርማርኬት ገዚእዋ ኣብ ኣርሊንግቶን ኣርሊንግቶን ዝበሃል ኣብ እንዳ ሎተሪ ከይድዩ ገዚእዋ በቃ ወላ ሓንቲ ተጸበኹን ከምቲ ንቡር ስራሐይ ገይረ ሰሪሐ ስድራይ ክኣሊ እየ ሓሲበ ነይረ ግን ናይ እግዚኣብሄር ኮይኑ እናሃለ ሓደ ሚልዮን ዶላር ተዓዊተ እዚ ዓወት እዚ ልበይ መሊኡለይ ብድሕሪኡ ተኺለ እየ ናብ ቨርጂኒያ ተመሊሰ ነቲ ገንዘብ ክቕበሎ ማለት እዩ ድሓር እቶም እንዳ ሎተሪ እቲ ሓደ ሰብሲ ንክዕወት ዘለዎ ዕድል ከመይ ኢሎም እቶም ዳዜና ማለት እዩ ሓቱ ነይሮም ሓደ ሰብ ኣብ እዛ ሎቶር እዚኣ እንተ ገዚእዋ ክዕወት ዘለዎ ኦድ ዝብልዎ ማለት ዕጫ ዕድል ንክትዕወት ዘለካ ዕድልን ንከይትዕወት ዘለካ ዕድልን ፕሮባቢሊቲ ወይ ድማ ተኽእሎ ማለት እዩ ሓደ ካብ 125 ሽሕ ሰብ ሓደ ሰብ ክዕወት ዕድል ኣለዎ እሰ ከዓ ሓደ ሚልዮን ማለት እዩ። ብሓፈሻ እዚ ሎተሪ ሓሙሽተ ሰባት እዮም ዝዕወቱ ማለት እዩ። ንሓሙሽተ ሰብ ዕድል ድዋብ ከመይ ይብልዎ መስለኩም? 5 ሚልዮን ይብሉኻ 1 ሚልዮን ኢች ፎር 5 ፒፕል ግን ኣሽሓት ሰባት እዮም ድዋደሩ ሚልዮናት ሰባት እዮም ሎተሪ ዝገዝኡ ሕጂ ኣብ ኣሜሪካ ብዙሕ ዓይነት ናይ ሎተሪ ካምፓኒታት ንዘሎ እዚ ግን ብጣዕሚ ዝገርም ማዕረ ክንደይ ዕድለኛ እዩ ሰብ እዚ ግን ከዓ እግዚኣብሔር ከዓ ኣብ ኣፅኒሕዎ ስለዚ እዞም ከርተት ትብሉ ዘለኹም እዞም ስራሕ ኣይጠዓመኩምን ሓንሳእ ትራክ ትኣትዉ ሓንሳእ ባስ ድራቨር ኮንኩም ሓንሳእ ድኳን ትሰርሑ ሓንሳእ ናይት ሽፍት ትሰርሑ ሓንሳእ ፅሬት ትኣትዉ ሓንሳእ ሜካኒክ ትኾኑ ሓንሳእ ትገርፍዎ ፈለኛ ሞት ኮንስትራክሽን ትኣትዉ ኣብ ኣብ ኮለን እግዚኣብሔር ንዓኹም እንታይ ሒዙልኩም ኣሎ ኣይትፈልጡን እዩ ተስፋ ኣይትቑረፁ ከም ናይ ኣምሓርኛ ሚልዮን እሞ ድሓን ኣይንኹን ዋላ ሚት ሽሕ ንበሉ ዕድልኩም ግን እንታይ ምዃኑ ኣይትፈልጡን ኢኹም ኣይተፀበኹዎን ኢሉ በቃ በቃ ቅድሚ ሕጅስ ከም ዝተዓዊተስ ኣይፈልጥን እየ ኣጋጢሚኒ ፈጥኒም ሂወተይ ኣሽንኳይ ሚልዮን ሲ ሽሕ ከማን ዝተዓዊተ ይፈልጥን እየ እዚስ ንዓይ እውን ክገልፆ ሓጎሰይሲ ቃላት ይሓፅረኒ እዩ ኢሉ ስለዚ ደቂ ኤረይ ኣይፍለጥን እዩ ዕድልኩም ካብ ጋምብሊን ከማን ሓንቲ ሎቶሪ ገዚእካ ስታይ ምግባር ፅቡቅ እዩ ኣነ ብወገነይ ኣነ ከገዝእ ሎቶሪ

ኣይሰደደልናን ደገ እንዲ ዘሎ ማለት ዝሓልፋ ዘሎ ባዕሉ እንዲ ዝፈልጣ ሕጂ ግን ሓሊፉሉ እዩ ምድንጋር ከይፍጠር ኮይኑሉ እዩ እግዚኣብሔር ባዕሉ እንካ ኢልዎ እዩ እንካ ኣነ እውን ኣበናይ ቤተ ክርስቲያን ከም ዝፅሪ ክሓታትት እየ ተፈሊጠ ኣብኡ ምኻድ ኣይተርፍን እዩ እዚ ካብ እግዚኣብሔር እዩ ካብ ካልእ ክኾን ኣይክእልን እዩ ነዞም ኣብ ኣሜሪካ ዘለኹም እዛ ሎተሪ እዚኣ ክትገዝእዋ እትደልዩ ከዓ ኦንላይን ክትገዝኡ ከም ትኽእሉ እ፣ ክነግረኩም ይፈቱ እቲ ሊንክ ክገድፈልኩም እየ እ፣ ኣብ ኣብ እንዳ ጋዝ ስቴሽን ኣብ ድ- ነዋሽቱ ድካውንቲ ክትገዝኡ ትኽእሉ ኢኹም እ፣ ክትዕወቱ ድማ ክትዕወቱን ንስኹም ምስ እግዚኣብሄርኩም ከከም ጸሎትኩም እዩ ዝስእልካ ድመጻእ ኣይኮነን ግን ትሪእዎ ኣለኹም በቃ ናይ ሓድሽ ዓመት ዕለት ጃንዋሪ ዕለት 25 ጥሪ 224 እዩ እታ ገንዘብ ረኺብዋ ብጣዕሚ ደስ ዘብል እዩ ደቂ ኤረይ ዓመትና እዩ ዓመትና ይብለኩም ኣለኹ በቲ ቢኒ ይዕወት በቲ ሄኖክ ይዕወት በቲ በቃ ዓመትና እዩ ጆኹም ተስፋ ደይሞራፅ ተስፋ ደይሞራፅ ንኸሱ ቀፂለ ንእሽተይ ኣፕዴት ክበኩም ማለት እዩ ናይ ሙባራክ ሓውና እቲ ኦረዲ እቲ ኮሌክት ዝገበርዎ ገንዘብ ከባቢ ሓምሳ ሽሕን ልዕሊ ሓምሳ ሽሕ በፂሑ ኣብ ናቱ ንትምህርቲ ምስ ወደ ንክኾኖ ኢሎሞ እዮም ስለዚ ብጣዕሚ ደስ ዘብል ዓመት እዩ ደቂ ኤረ ሓንቲ ነገር ክብላ ዘለኹ ነራ ኣብ ዝሓለፈ ቪድዮ ዝሰርሓክዎ ናተይ ናይ ሞያይ ናይ ሜካኒክ ምዃኑ ብዛዕባ ኣብ ናይ ቴክኒሻን ስራሕ ተዛሪበ ነይረ እጂ ዝበዝሕ ሰብ ድሓተኒ እሞ ኣብ ካናዳ መፅስ ብኸመይ ይጅምር ዝብል ሕቶ እዩ እቲ ዘድልየካ ኤክስፔሪንስን ሞያን ካበይ ዝተበገሰ እዩ ሓደ ግድን ኣይኮነን ክእለት ነርካ ወይ ባክግራውንድ ነርካ ኣብ ኣስመራ ኣብ ኤርትራ ኣብ ዓዲ ኣብ ዝኾነ ቦታ ሃለኻ ዋላ ናብ ኣፍሪካ ነርካ ግድን ኣይኮነን ሞያ ሃሊካ ንክትጅምሮ ስራሕ ኩልና ካብ ባዶ ኢና ጀሚርና ኣባፃፃሕቲ ነርና ኣነ ባፃፃሓይ ነረ ድሓር ሓፃባይ ነረ ካብ ሓፃባይ ደረጃ ኣለዎ ኣብዚ ዓዲ ከዓ ከምኡ እዩ ልክዕ ኣብቲ ጋራጃት ምስ ከድኩም ኤክስፒሪንስ የብልናን ግን ክንመሃር ድለዋት ኢና ኣም ሬዲ ቱ ለርን I'm ready to learn on the job እዚኣ እያ እታ ቀንዲ መልሲ ድሕሪኡ ምውሳኽ የድልየኩም I don't have experience I'm ready to learn on the job ተዳ ኢልኩም እዛ ኣስዒበ ደምፅኣልኩም ቪድዮ ኸ ከምኡ ዝተመርኮሰት እያ ማዕረ ክንደይ ሞያ ዘለዎ ሰብ ይደልዩ እዞም ዓዲ ማለት እዩ ልክዕ እዞም ኮምፒውተር ሳይንስ ኢንጂነሪን ማትስ ገለ እቶም ናይ ቢዝነስ ትፈትዉ ሰባት ኣሎ ሜዳ እዚኣ ንዓኹም ኣይትምልከትነ እዚኣ ነቶም ሞያ ክትሰርሑ ትደልዩ መናእሰይ ከምዚ ከማይ ክትኣትዉ ትደልዩ ካብ 18 ንላዕሊ ክሳብ ዝኾንኩም ክንድቲ ቅድሚ ሕጂ ባክግራውንድ ክእለት ዘይነበረኩም ክብልኹም ኣይክእሉን እዮም ማለት 18 ሕጂ ከም ጌርኩም ኤኒወይ ዕድል ከም ዘሎ ክነግረኩም ኢለ እየ ተስፋ ኣይትቑረፁ ደቂ ኤረይ ዝኾነ ሰብ ከዓ ብዛዕባ ናይ መካኒክ ሞር ክኦቱ እንድሕር ትደልዩ ንኾንኩም መኪና እናፈታሓ ከለኹ ሞተር እናውፃኹ ድዩ ዝኾነ ዓይነት እናገበርኩ ከለኹ ኣብ ቀፃሊ ከምፅእ ስለ ዝኾንኩ ኣብቲ ኮመንት ግን ከምዚ ግበረልና ከምዚ ሕቶታት ተለኩም ንስኻትኩም ክትፈልጥዎ ትደልዩ ብፍላይ ናይ መካይን ነገር ወይ ኣብ መካይን ምግዛእ ድዩ ኣብ ፋይናንስ ምግባር ድዩ ሓዳሽ መኪና ክትገዝእ ከለካ ክትገብሮ ዘለካ ከምኡን ካልእን ዝኾነ ምስ መኪና ዝተኣሳሰር ነገር ክትሓቱ እንተ ትደልዩ ኮንኩም ኣብቲ ኮመንት ክትገብርዎ ትኽእሉ ኢኹም ብዝኾነ ብሰንኪ ሳላ ደገፍኩም ከመስግነኩም ይፈቱ ደጊመ ንብርሃነ ሓውና እንቋ ሓጎሰካ ይብሎ ኩላትኩም ኣዝማዱ ደሃዩ ደሃዩ ግበሩ ኣኽልታሪፊ እቲ ገንዘብ ኣይውዳእን እዩ ዋላ ሸሽሕኩም ተሂብኩም ኣኽለኩም እዩ